ሕቶኻ ቐሊሉ ትብሉ ነበርኩም ሰባት ሎማዓንቲ ኸበድቲ ሕቶ ሒዘ መፂእ እኒኤኹ እዚኦም ተሞሊስኹም ካኦም ነብልኩም እየ ሽግር የብሉይ ብቐሊል ንጀምር ኣብ ፕሪመር ሊግ ታሪኽ ወይ እንደገና ፕሪመር ሊግ ዓሰርተ ትሽዓን ትስዓ ክልተ ኢልካ ልጅምር ማለት እዩ እስካዕ ኸዚ ልበዝሐ ዋንጫ ወይ እንደገና ፕሪመር ሊግ ለልዐለ ናይ እንግሊዝ ክለብ መን ይብሃል። ማንችስተር ዩናይትድ ተይልኻ ትክክል ኢኻ ሃንድ ኦፍ ጋድ ናተባህለት ትፍለጥ ጎል ወይ እንደገና ኣብ ዓለም ዋንጫ ልኣተየት ጎል ሃንድ ኦፍ ጋድ ብምባል ትፍለጥ እያ እዛ ጎል እሳ መን እእቲዋ? ድያጎ ማራዶና ተልካ ዝለ ትክክል ኢኻ ብ ክልተ ሽሒ ዒስራ ኣርባዕተ እዩ ኮፓ ኤሜሪካ ሀምሊ ነበረ ነስታውሶ ኢና ኣርጀንቲና እለ እዚ ዋንጫሱ ወሲዳቶ እያ ወዶ ኣርጀንቲና ዋንጫ ተወስድ ተላ ናዝ ኮፓ ኤሜሪካ ክልተ ሽሕ ኢሳይ ኣርባዕተይ ጎልደን ቡት ልተሸለመ ተጫዋቲ መን ይበሃል? ላውታሮ ማርቲኔዝ ተልካ ዘለ ትክክል ኢካ ያው ሰለስተ ካብ ሰለስተ ግን ኢካ ዘን ዳሕና ቀለልቲ ልበሃላ ሕቶ መሊስካየን ኢካ ማለት እዩ ገና ማእከላይና ከቢድ ይቀረካ እዩ ሀዚ ናብዚ ማእከላይ ንክድ ኣብ ኢሮፓ ሊግ ታሪኽ ኣብ ፋይናል ይብለካ ኣለኹ ኣብ መጨረሻ ኣብ ዋንጫ ኣብ ኢሮፓ ሊግ ታሪኽ ዛሃትሪክ ልሰርሐ ተጫዋቲ መን ይብሃል? ኣዴሞላ ሉክማን ተልካ ዝለ ትክክል ኢካ ኣርጀንቲና ዓለም ዋንጫ ትበልዕ ተላ ብ ክልተ ሽሕ ዕስራ ክልተ ማለት እዩ ምስ ፈረንሳይ ነይርዋ ወደ ፍጻመ ቅድሚ ናብ ፈረንሳይ ምብጽሓ ንመን ሃገራዊት ጋንታ ኣውዲቓ ንፈረንሳይ ረኺባታ። ክሮሽያ ተልካ ትክክል ኢካ ናብ ክልተ ሽሕን ዓሰርተን ዓለም ዋንጫ ደቡብ ኣፍሪካ ኣብ ለዘጋጀየቶ ማለት እዩ ስፔን ዓለም ዋንጫ ከምልወሰደት ይፍለጥ እዛ ንስፔን ተዓዋቲት ልገበረት ጎል መን ኣቁጺርዋ? ኣንድሬስ ኢኔስታ ዘይልካ ዝለ ትክክል ኢካ ያው ማእከላይ ኩሉ ተወዲእካ እስካ ዳሕና ኢካ ማለት ሽዱሽተ ካብ ሽዱሽተ ተግኒካ ዘን ልተረፋ ከበድቲ ልብሃላ ሰለስቱ ተመሊስካ እስካ ኩዕሾ ታሪክ ብደምቢ ገርካ ትፈልጥ ኢካ ማለት እዩ ንኽድ ናብዘን ሰለስተ። ኣብ ፕሪመር ሊግ ታሪኽ ኣብ ፕሪመር ሊግ ታሪኽ ይብለካ ኣለኹ በዝሒ ክሊን ሽት ለለዎ ጎል ኪፐር ወይ እንደገና በረኛ መን ይብሃል? ፔተር ቼክ ተልካ ዝለ ትኽክል ኢኻ። ኣብ ዓለም ዋንጫ ታሪኽ ብደንቢ ጌርካ ስማዕ ኣብ ዓለም ዋንጫ ታሪኽ ዛልፈጠነት ጎል ለእተያ ጨወታ ጨወታ ምስ ተጀመረ ወዲያውኑ ዛልፈጠነት ጎል ለእተየ ተጫዋቲ መን ይበሃል ፍንጭ ክእካ ቱርካዊ እዩ። ሃካን ሽኩር ተልካ ዝለ ትክክል ኢካ ያው ሸሞንተ ካብ ሸሞንተ ግን ኢካ እስካ ብጣዕሚ ጸዴ ልኮነ ናይ ኩዕሾ ታሪክ ትፈልጥ ኢካ ማለት እዩ ዘውዝ እኒኣ ትፈሊጥካ ግን ፈሊጢ ክኣምነኒ ክለካ ብሓጺሩ እዚኣ ተግኒካያ እስካ ክኣምነልካ እየ ሓደ ተጫዋቲ እዩ ምስ ሰለስተ ልተፈላለያ ክለባት ኮይኑ ሻምፕየንስ ሊግ ቦሊዑኒኦ ዝተጫወትዚ መንዩ መልስኻ ኣብ ኮሜንት።